ሰላም ዝከበርኩም ተከታተልቲ ቤን ቲቪ ንሎሚ ቀዳም ዓሰርተ ሰነ ዝተዳለወ ዕለታዊ ዜናታት ይዘልኩም መጽየ ኣለኩ ከም ወትሩ ክሳብ ፍጻሜ መደባትና ንክትከታተሉና እንዳዓደምኩ ብቀዳምነት ኣርእስተ ዜና ሕቡራት ሃገራት ንኢትዮጵያ ዝልግሶ ረድኤት ከም ዘቋረጸ ኣፍሊጡ ኣልሸባብ ብዝፈጸሙ መጥቃዕቲ ሓደ ሆቴል ሰላማውያን ሰባት ተቐቲሎም ዩክሬን ኣብ ልዕሊ ሩስያ ጸረ መጥቃዕቲ ተካይድ ከም ዘላ ተገሊጹ ትራምፕ ሚስጥራዊ ሰነዳት ንዩክሌር ኣሜሪካ ኣብ መሕጸቢ ክፍሉ ሓቢኡ ብምቕማጥ ተኸሲሱ። ደቡብ ኣፍሪቃ ካብ ሃገራት ምዕራብ ክመጻ ንዝኽእል ጸቕጢ ንምውጋድ ዋዕላ ብሪክስ ናብ ቻይና ንምስጋሩ ትዝራረብ ከም ዘላን ካልእን ዝድህስስ መደባት ሒዘልኩም መጺኤ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቑ ብኽብሪ ይዕድመኩም። ሕቡራት ሃገራት ንኢትዮጵያ ዝልግሶ ረድኤት ከም ዘቋረጸ ኣፍሊጡ። ኣብ ሕቡራት ሃገራት ፕሮግራም መግቢ ዓለም ኣብ ኢትዮጵያ ብዝሒ ዘለዎ ረድኤት ኣብ ዘይመዓሉ ስለ ዝውዓለ ነታ ሃገር ዝልግሶ ዝነበረ ረድኤት ካብ ትማሊ ዓርቢ ጀሚሩ ከም ዘቋረጾ ኣፍሊጡ። ዩኤስኤኣይድ ሓደ መዓልቲ ኣቐዲሙ ንዝጠመዩ ሰባት ዘተላኸ ረድኤት ተሰሪቑ ኣብ ዕዳጋ ውዒሉ እዩ ብዝብል ምኽንያት ተመሳሳሊ ስጉምቲ ከም ዝወሰደ ተፈሊጡ። እቲ ረድኤት ኣብ ዘይምዓሉ ምውዓሉ ፍጹም ቅቡል ኣይኮነን ክትብል ዋና ፈጻሚት ስራሕ ፕሮግራም መግቢ ዓለም ሲድኒ ማኬን ኣብ ዝሃበቶ መግለጺ ተዛሪባ። ቀንዲ ዕላማና ነቶም ኣብ ናትና ረድኤት ጽግዕተኛታት ዝኾኑ ብሚልዮናት ዝቑጸሩ ዝጠመዩ ሰባት ምሕጋዝ እዩ። እቲ ረድኤት ነቶም ጽጉማት ይበጽሕ ከም ዘሎ ምስ ኣረጋገጽና ምስ ኩሎም መሻርኽትና ኮይና ክንቅጽሎ ኢና ከም ዝበለት ኣብ መግለጺኣ ተጠቒሱ ኣሎ። ኣብ ዞባ ቀርኒ ኣፍሪቃ ኣብ ዝሓለፈ ኣርብዓ ዓመታት ተራዩ ዘይፈልጥ ድርቂ ስለዘጋጠመን ኣብ ኢትዮጵያ ኣብ ሕሉፍ ክልተ ዓመታት ኲናት ሕድሕድ ስለዝተኸስተን ብሓፈሻ ልዕሊ ዕስራ ሚልዮን ኢትዮጵያውያን ህጹጽ ረድኤት ከምዘድልዮም ተገሊጹ። ፕሮግራም ምግቢ ዓለም ብሰንኪ እዞም ጸገማትን ዝተሃሰዩ ሸውዓተ ሚልዮን ኢትዮጵያውያን ረድኤት ከቕርብ ክኸውን እንከሎ መንግስቲ ኣሜሪካ ድማ ኣብ ዝሓለፈ ዓመት ጥራይ ረድኤት ንዘድልዮም ኢትዮጵያውያን ሓደ ነጥቢ ሸሞንተ ቢልዮን ዶላር ዝግመት ረድኤት ብምልጋስ ቀዳማይ ከምዝኾነ ፀብፃባት ይሕብሩ። ፕሮግራም መግቢ ዓለም ኮነ ዩኤስኤይዲ ብዛዕባ እቲ ኣብ ዘይመዓልኡ ውዒሉ ዝበልዎ ረድኤት ዝርዝር ሓበሬታ ኣይሃቡን። እንተኾነ ሮይተርስ ካብ ውሽጣዊ ሰነድ ለገስቲ ሃገራት ረኺበ ኢሉ ኣብ ዘውፅኦ ሓበሬታ ረድኤት ንሰራዊት ኢትዮጵያ ከምዝወዓለ ትካል ልምዓት መንግስቲ ኣሜሪካ ይኣምን ክብል ፀብፂቡ። ብደረጃ ሃገር ኮነ ክልላዊ መሓውር ተጠርኒፎም ዝርከቡ ወታደራት ተጠቀምቲ ናይቲ ሰብኣዊ ረድኤት ኮይኖም እዮም ዝብል ሰነድ ከምዝተረኸበ ተሓቢሩ። ናብቶም ዝተፀገሙ ግዳያት ጥሜት ዝኾኑ ዜጋታት ክብፅሕ ዝግብኦ ረድኤት ተዘሚቱ ኣብ ዕዳጋታት ንመሸጣ ምቕራቡ ብምርመራ ስለዝተረጋገፀ መንግስቲ ኣሜሪካ ነቲ ረድኤት ከቋርፆ ከምዝተገደደ ዋሽንግተን ፖስት ኣብ ቀረባ ግዜ ኣብ ዘውፅኦ ፀብፃብ ተገሊፁ እዩ። እዚ ምዝማት ረድኤት ብሓለፍቲ መንግስቲ ፌደራልን ክልላትን ከም ዝተፈፀመ ዝተሓበረ ኮይኑ ንፅጉማት ተባሂሉ ዝተላኸ ረድኤት ንኣባላት ሰራዊትን ነባራት ተጋደልትን ይቕልብዎ ከም ዘለው ዋሽንግተን ፖስት ሞሊቖም ዝወፁ ሰነዳት ብምፅራሕ ፀብፂቡ። ካብዚ ብተወሳኺ እቲ ረድኤት ኣብ ዕዳጋ ንነጋዶ ተሸይጡ ተጣሒኑ ክሳብ ናብ ወፃኢ ሃገራት ከም ዝተሸጠ ነቲ ጉዳይ ቅርበት ዘለዎም ሰበ ስልጣን ዋሽንግተን ፖስት ሓቢሮም። ብመሰረት ሓባራዊ መግለጺ መንግስታት ኢትዮጵያን ኣሜሪካን ነቶም ኣብ ተግባራት ጥምዘዛ ምግቢ ረድኤት ተዋፊሮም ዘለዉ ኣካላት ተሓተትቲ ንምግባር ቆራፅነቶም ኣረጋጊፆም ኣለዉ። ብተወሳኺ ክልቲኦም መንግስታት ናይ ረድኤት እኽሊ ኣብ ዘይግቡእ መዓሉ ካብ ዝጥምዝዝዎ ኣሰራርሓታት ውሕስነቱ ተረጋጊፁን ተሓልዩን ብግቡእ ኣብ ዝግብኡ መዓላ ንክውዕል ዘድሊ ምክታልን ፃዕሪ ንክግበረሉ ምዃኖም ኣፍሊጦም ኣለው። ኣል ሸባብ ብዝፈፀሙ መጥቃዕቲ ኣብ ሓደ ሆቴል ሰላማውያን ሰባት ተቐቲሎም። ዕጡቓት ኣል ሸባብ ኣብ ሞቓድሾ ኣብ ገማግም ባሕሪ ኣብ ዝርከብ ሓደ ሆቴል ብዝፈፅሙ መጥቃዕቲ ሽዱሽተ ሰላማውያን ሰባት ተቐቲሎም ዓሰርተ ድማ ከምዝቖሰሉ ፖሊስ ኣፍሊጡ። ሓይልታት ፀጥታ ኣብ ዓርቢ ምሸት ንሆቴል ፐርል ንሽዱሽተ ሰዓታት ብምኽባብ ልዕሊ ሰማንያ ኣጋይሽ ከምዘድሓኑ ተገሊፁ። ኣብቲ ህይወት ናይ ምድሓን ስርሒት ሰለስተ ኣባላት ጸጥታ ክሞቱ እንከሎ ብዝፈጸምዎ ጀግንነት ተናኢዶም። ፖሊስ ኩሎም ነዚ መጥቃዕቲ ዝፈጸሙ ዕጡቓት ኣብቲ ሆቴል ምስ ኣካላት ጸጥታ ኣብ ዘተኻየደ ግጭት ተኹሲ ከምዝተቐተሉ ሓቢሩ። እቲ ኣብ ገማግም ባሕሪ ዝርከብ ሆቴል ፐርል ሰብመዚ መንግስቲ ብምትእንጋድ ስሙዩ እዩ። እቲ ንልዕሊ ዓሰርተ ዓመታት ንመንግስቲ ሶማል ዝቃለስ ዘሎን ኣብ ዝትፍላለዩ ከባቢታት እታ ሃገር ዕርዲ ዝሓዘን ዕጡቅ ጉጅለ ኣልሸባብ ከምዚኦም ዝበሉ ሆቴላት ብተደጋጋሚ ዒላማ ዝገብር እዩ። ኣብዚ መጥቃዕቲ ተኸርዲኖም ዝነበሩ ግዳያት ዕጡቃት ነቲ ሆቴል ሃጂሞም ብምባል ብዛዕባ እቲ ዝሰንብደ ሞት ተዛሪቦም። ምስክር ዓይኒ ሑሴን ሳድም ንሮይተርስ ኣብ ዝሃቦ ቃል እቲ ፈላማይ ነታጉ ከጋጥም እንከሎ ኣብ ወሰን እቲ ባሕሪ ኮፍ ኢለ ነይረ፣ ብድሕሪት እውን ካልእ ነታጉ ነይሩ ብምባል ብዛዕባ'ቲ ፍጻመ ሓቢሩ። ሬሳታት ኣርባዕተ ዝተቐትሉ ርኤየ፣ ክልተ ደቂ ኣንስትዮ ክልተ ድማ ደቂ ተባዕትዮ፣ ኣዝዩ ዘሰምብድ ህሞት'ዩ ነይሩ፣ ግን ኣላህ ኣድሒኒና ኢሉ። ዕጡቓት ኣልሻባብ ካብ ሞቓድሾ ንኣንፈት ደቡብ ሚእትን ዓሰርተን ኪሎሜተር ርሕቕት ኣብ ዝርከብ ታሕተዋይ ዞባ ሸበሌ ምስ ዓቃብ ሰላም ሕብረት ኣፍሪቃ ተዋፊሮም ዝነበሩ ዓሰርተ ወታደራት ዩጋንዳ ድሕሪ ምቕታሎም'ዮም ኣብ ሆቴል ፐርል ሓድሽ መጥቃዕቲ ፈጺሞም። ዩክሬን ኣብ ልዕሊ ሩስያ ጸረ መጥቃዕቲ ተካይድ ከምዘላ ተገሊጹ። ፕሬዝደንት ሩስያ ቭላድሚር ፑቲን ጸረ መጥቃዕቲ ዩክሬን ተጀሚሩ ኣሎ ኢሉ። ብርግጽ ንሒደት ሰሙናት ዝኸውን ወፍሪ ጸረ መጥቃዕቲ ይካየድ ከም ዘሎ ብጽንጽንታ ክሰምዕ ቀንዩ። ዩክሬን ቅልበሳ ወፍርታት ዝብል ስያመ እያ ሂባቶ። ናይ ነዊሕ ርሕቐት ተተኮስትን ሚሳይላትን ትጥቀም ከም ዘላውን ይግለጽ። ወታደራት ዩክሬን ናብ ዶባት ሩስያ ምስ ዕጥቆም ይጓዓዙ ከም ዘለውን ኣብ ልዕሊ ሰራዊት ሩስያ ወፍርታት ንምክያድ ኣብ ዝኽእል መስርሕ ከም ዝርከብን መስራቲ ማእከል መተሓባባሪ ድሕነት ሼሪ ኩዛን ተዛሪቡ። ወታደራት ዩክሬን ኣብ መገዶም ዕንቅፋት ከም ዘጋጠሞም ገለ ዝወጹ ስእልታት ቪድዮታትን የመላኽቱ። ኣብ ገለ ከባቢታት ዓወት ኣሎ፣ ኣብ ገለ ግንባራት ድማ ስዕረት ኣይጠፍእን ክብል እቲ መስራቲ ማእከል ድሕነት ሓቢሩ። ካብ ዛፓሪዝዥያ ንኣንፈት ደቡብ ኣብ ዝርከቡ ቦታታት ውግእ ይካየድ ከም ዘሎ ካብ ምግላጽ ሓሊፉ ኣበየናይ ቦታ እንታይ ተኸሲቱ ዝብል መረዳእታ ኣይሃበን። ኣብ ዝሓለፈ ሰሙን ዓብዪ ግድብ ዩክሬን ምፍራሱ ስዒቡ ቀልቢ ብዙሓት ኣብቶም ግዳያት ውሕጅ ኮይኑ እዩ ቀንዩ። ኣብ ምፍራስ እቲ ግድብ ክልቲኤን ሃገራት ንሓድሕደን ይካሰሳ። ወታደራት ዩክሬን ቅድሚ ሕጂ በቲ መንገዲ ተጠቂሞም ናብ ኬርሶን ኣትዮም ከም ዝነበሩ ዝተገልጸ ኮይኑ ዋላ እኳ ክሬምሊን እንተዘይኣመነትሉ ጉዕዞ ወታደራት ዩክሬን ንምግታ ነቲ ግድብ ተቋጺሮሞ ዝርከቡ ሓይልታት ሩስያ ንከፍርስዎ ወሲኖም ዝኾኑሉ ተኽእሎ ልዑል ይመስል። ኣብቲ ዝሓለፈ ሰሙን መወዳእታ ሚኒስቴር ሓይልታት ምክልኻል ዩናይትድ ኪንግደም ኣብ ዝተፈላለዩ ከባቢታት ዓውደ ውግእ ቀፂሉ ኣሎ፣ ኣብ ኣጋሲት እቲ ውግእ ድማ ዩክሬን እያ ዝብል ሓበሬታ ኣብ ትዊተር ገፁ ምፅሓፉ ይዝከር። ሚኒስተር ሓይልታት ምክልኻል ሩስያ ሰርጌይ ሸይጉ ብወገኑ ሰራዊት ሩስያ ንፀረ መጥቃዕቲ ወታደራት ዩክሬን ከምዝመከቱ ኣፍሊጡ። ቁጽሪ እቶም ወታደራት እውን ሽሕን ሓሙሽተ ሚእትን ከም ዝኾነ ተዛሪቡ። መበል ኣርባዓን ሸውዓተን መካናይዝድ ብርጌድ ዩክሬን ህዶብ ሩስያ ጥሒሱ ንምእታው ከም ዝፈተነ ተገሊጹ። መራሕቲ ዩክሬን ብዛዕባ እቲ ኣብዚ ሕጂ እዋን ዝካየድ ዘሎ ወፍርታት ብዙሕ ሓበሬታ ክህቡ ኣይረኣዩን ዘለዉ። እቲ ውግእ ኣብ መንጎ ዶባት ሩስያን ዩክሬንን ዝቕጽል ዘሎ ኮይኑ፣ ዩክሬን ናብ ሩስያ ክትኣቱ ከም እትኽእል ወተሃደራዊ ተንተንቲ ይገልጹ። ዩክሬን ካብ ባክሙትን ኣንፈት ደቡብ ኣብ ዘሎ ከባቢ ጸረ መጥቃዕቲ ተካይድ ከም ዘላ ክዝረብ እኳ እንተጸንሐ፣ ዋና ጸሓፊ ቤት ምኽሪ ድሕነትን ምክልኻልን ዩክሬን ኦልከሲ ዳኒሎቭ ግና ሓቂ ከምዘይኮነ ተዛሪቡ። ንሱ ወፍሪ ጸረ መጥቃዕቲ ክንጅምር እንከለና ኩላትኩም ክትፈልጥዎ ኢኹም ኢሉ። ዩክሬን ንኣጋር ተዋጋእቲ ዝሕግዝ ነፈርቲ ውግእ ዋሕዲ ስለዘለዋ ከም ሓደ ዕንቅፋት ዝረኣ እዩ። እቲ ካልእ ዕንቅፋት ክኸውን ይኽእል'ዩ ተባሂሉ ዝተገመተ ድማ ጉዳይ ግዜ እዩ። እቲ ወፍሪ ጸረ መጥቃዕቲ ሓሙሽተ ወርሒ ዝወስድ ኮይኑ፣ ዩክሬን ናብ ናይ ዝናብ ወቕቲ ትኣቱ ስለዘላ መሳርሒታት ኲናት ንምንቅስቓስ ከጸግማ ይኽእል'ዩ ዝብል ስግኣት ኣሎ። ዩክሬን ናብ መሬት ሩስያ ክትኣቱ እንተኽኢላ'ውን ሩስያ ምስ ክሬሚያ ዘራኽብ ድልድል እንተሰይራቶ ዓቢ ዓወት ከምዝኾን ተገሚቱ። እንተኾነ እዚ እንተኾይኑ እውን ድሕሪ ናይ ኣዋርሕ ግዜ ከምዝኾነ ተፈሊጡ። ትራምፕ ሚስጥራዊ ሰነዳት ኒዩክለር ኣሜሪካ ኣብ መሕጸቢ ክፍሉ ሓቢኡ ብምቕማጥ ተኸሲሱ። እቲ ሰላሳን ሸውዓተን ገበናዊ ክስታት ዝሓዘ መዝገብ ገበናዊ ክሲ፣ እቶም ሰነዳት ኣብ ፍሎሪዳ ኣብ ዝርከብ ገዝኡ ኣብ ሻወር ኣብ ናይ ትልሂት ክፍልን ከም ዘቐመጦን ንመርመርቲ ከም ዝሓሰዎምን ይኽሰስ። ኣብ ኣተሓሕዛቶም ሰነዳት ንዝግበር ምርመራ ከታናቕፍ ከምዝፈተነ'ውን እቲ ገበናዊ ክሲ ይሕብር። እቲ ኣብ ፕሬዚደንታዊ ምርጫ ክልተ ሽሕን ዒስራን ኣርባዕተን ዝወዳደር ትራምፕ ግና ዝኾነ ዓይነት ጌጋ ከምዘይፈፀመ ብምግላፅ ንኹሎም ክስታት ይኽሕዶም። ኣብ ልዕሊ ውልቀ ሓጋዚ እቲ ፕሬዚደንት ነበር ዝነበረ ዋልት ናውታ'ውን ክሲ ተመስሪቱ'ሎ። እቲ ናይ ዋይት ሃውስ ወታደራዊ ኣገልጋሊ ዝነበረ ዋልት ናውታ ሰነዳት ዋይት ሃውስ ካብ ኤፍቢኣይ ንምሕባእ ብምጉዓዝ ተኸሲሱ ኣሎ። ኣርብዓን ትሽዓተን ገጻት ዝሓዘ ዘገበ ናው ክሲ ንፈለማ እዋን ኣብ ልዕሊ ነበር ፕሬዚደንት ኣሜሪካ ዝተመስረተ ፌዴራላዊ ክሲ ዝሓዘ እዩ። ትራምፕ ኣብ ሳንዱቓቱ ዘቐመጦ ሚስጢራዊ ሰነዳት ብዛዕባ መደባት ኒዩክለር ኣሜሪካ፣ ናይ ኣሜሪካን ሃገራት ወጻእን ዓቕሚ ምክልኻልን ኣጽዋርን፣ ኣሜሪካን መሻርኽታን ንወታደራዊ መጥቃዕቲ ክህልዋን ዝኽእል ተቓላዕነትን ካብ ሃገራት ወጻኢ ንዝፍጸም መጥቃዕቲ ሕነ ንምፍዳይ ዘኽእሉ መደባት ዝምልከቱ እዮም። ዶናልድ ትራምፕ ካብ ዋይት ሃውስ ክወጽእ እንከሎ ኣስታት ሰለስተ ሚእቲ ሚስጢራዊ ፋይላት ናብ ኣብ ማር-ኣ-ላጎ ኣብ ገማግም ውቅያኖስ ዝርከብ ክባር ናይ ውልቂ ኣባይቲ መዘናግዒ ማእከልን ዘለዎ መንበሪ ገዝኡ ከም ዝወሰዱ ኣኽበርቲ ሕጊ ገሊጾም። እዚ ምስጢራዊ ሰነዳት ኣሜሪካ ዝተረኸበሉ ማር ኣላጎ እንዳ ትሊት ሓዊሱ ዓሰርተታት ኣሽሓት ኣባላት ኣጋይሽን ዝተኣናገዱሉ እዩ። ኣኽበርቲ ሕጊ ትራምፕ ጠበቕኡ ክሓብኦም ወይ ከወግዶም ወይ ከኣ ንመርመርቲ ሰነዳት ምስኡ ከም ዘየለዉ ክነግሮም ብምሕባር ኤፍቢኣይ ኣብቶም ዝጠፍኡ ሰነዳት ምርመራ ክኸካየድ ከም ዝተዓናቐፈ ሓቢሮም። ትራምፕን ሓደ ጠበቓታቱ ኣብዚ ዋላ ሓደ የብልናን ኢልና ተነገርናዮም ኣይሓይሽን ከምዝበሉ እዚ ገበናዊ ክሲ የመልክት። ዶናልድ ትራምፕ ኣብ ድሮ መበል ሰብዓን ሸውዓተን ዓመቱ ኣብዚ ጉዳይ ቀፃሊ ሰሉስ ኣብ ሚያሚ ፍሎሪዳ ኣብ መጋባእያ ክቐርብ እዩ። ማር-ኣ-ላጎ እዞም ሚስጥራዊ ሰነዳት ክቕመጥሉ ወይ ድማ ክዝተየሉ ዝተመደበ ቦታ ከምዘይኮነ ድማ እዚ ገበናዊ ክሲ ሓቢሩ። ገለ ካብቶም ሚስጥራዊ ሰነዳት ኣሜሪካ ሰባት ኣብ ዝእክብሉ ክፍሊ ኤንዳትሊት ተኸዚኖም ከም ዝነበሩን ደሓር ከኣ ናብ ሻወር ቤት ጽሕፈትን መደቀሲ ክፍሊ ትራምፕን ተወሲዶም ይብል እዚ ገበናዊ ኽሲ። ደቡብ ኣፍሪካ ካብ ሃገራት ምዕራብ ክመጻ ንዝኽእል ጸቕጢ ንምውጋድ ዋዕላ ብሪክስ ናብ ቻይና ንምስጋሩ ትዘራረብ ምህላዋ ተሓቢሩ። ኣብ ወርሒ ነሓሰ ዝካየድ ዋዕላ ብሪክስ ንምትእንጋድ ክትዳሉ ዝጸንሐት ደቡብ ኣፍሪቃ፣ ካብ ሃገራት ምዕራብ ክመጻ ንዝኽእል ጸቕጢ ንምውጋድ ናብ ቻይና ንምስግጋሩ ትዘራረብ ከምዘላ ፎሬን ፖሊሲ ሓቢሩ። እቲ ንብራዚል፣ ሩስያ፣ ህንዲ፣ ቻይናን ደቡብ ኣፍሪቃን ዝሓቖፈ ዋዕላ ሓሙሽተ ሃገራት ብሪክስ ኣብ ከተማ ጆሃንስበርግ ክካየድ ምዃኑ'ዩ ሚኒስትሪ ጉዳያት ወጻኢ እታ ሃገር ናሎዱ ፓኑር ሓቢራ። እንተኾነ ኣብ ልዕሊ ፕሬዚደንት ሩሲያ ቭላድሚን ፑቲን ብጉዳይ ክሲ ገበናት ኩናት ኣብ ዩክሬን ተመሃላሊፍዎ ዘሎ ኣብ ዝገሸሉ ሃገር ተታሒዙ ናብ ኣህጉራዊ ቤት ፍርዲ ክቐርብ ዝብል ትእዛዝ ንደቡብ ኣፍሪቃ ሻቕሎት ፈጢሩላ ምህላው እቲ ዋዕላ ናብ ቻይና ክሰጋገር ተኸእሎ ኣሎ። ደቡብ ኣፍሪቃ ንውዕል እቲ ኣህጉራዊ ቤት ፍርዲ ዝኸተመት ሃገር ብምዃና ፕሬዚደንት ሩሲያ ናብ ሃገራ እንተመጺኡ ናብ ቤት ፍርዲ ክተርክቦ ክትግደድ እያ። ብኣንጻር እዚ ኣብ ኣህጉራዊ ዝምድናታት ስርዓተ ዓለምን ሕቡራት ሃገራትን ለውጥታት ክካየድ እትጠልብ ዘላ ደቡብ ኣፍሪቃ፣ ንትእዛዝ እቲ ቤት ፍርዲ ዕሽሽ ምብባል ፕሬዚደንት ፑቲን ኣብ ዋዕላ ብሪክስ ንምስታፍ ክትቅበሎ ከም እትኽእል ዝተፈላለዩ ወገናት ይጠቕሱ። ዝበዝሐ ቁጠባዊ፣ ፖለቲካውን ዲፕሎማስያውን ምትእስሳራ ምስ ሃገራት ምዕራብ ዝኾነ ደቡብ ኣፍሪቃ ነዚ ስጉምቲ እዚ እንተወሲዳ ክወርዳ ዝኽእል ጸቕጢ ተነጽሎን ካብኡ ሓሊፉ እገዳ ሻቕሎት ከም ዝፈጠረላ ዘመልከተ መርበብ ዜና ፎሬን ፖሊሲ ብወገኑ እታ ሃገር ንዋዕላ ብሪክስ ኣብ ቻይና ወይ ድማ ኣብ ጎረቤታ ሞዛምቢክ ከተካይዶ ዝለዓለ ተኽእሎ ከምዘሎ ስሞም ዘይጠቐሶም ዲፕሎማሰኛታት ብምውካስ የንፍት። ዋዕላ ሚኒስተራት ጉዳያት ወጻኢ ሃገር ብሪክስ ዝሓለፈ ሰሙን ኣብ ፕሪቶርያ ከምዝተጋብእ ይፍለጥ። ሓሙሽተ ሃገራት ብሪክስ ብጠቕላላ ኣስታት ሰለስተ ቢልዮን ብዝሒ ህዝቢ ዘለውን ወይ ድማ ልዕሊ ኣርብዓ ሚእታዊት ብዝሒ ህዝቢ ዓለምና ዝሽፍና እኳ እንተኾነ ኣብ ቁጠባን ንግድን ጽግዕተኛ ናይተን ብጉጅለ ሸውዓተ ዝፍለጣ ምትእኻብ ሃብታማት ሃገራት ምዃነን ጸብጻባት የመላኽቱ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኡና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። በብዘለኹሞ ሰላም